ሰላም ሰላም ከመይ ቀኒኹም ኣብ ናይ ሎማዓንቲ መደበይ ድማ ርሃዋን ሰላምን ኤርትራ ክከናወን ድዩ ዘለዎ ወይስ ክሳብ ዝኸውን ምፅባይ ዝብል እዩ ብምክትታልኩም እንዳመዝገንኩ ናብቲ መደብ ከስገረኩም ኤርትራዊ በዚ ዘሎ ጠላም ጉጅለ ካብ ዝከላበት ካብ ዝጥለም ነዊሕ እዋን ይሕሊፉ ኣብ ዘልወሉ እዋን መሰሉ ተሓዲጉ ሓርነት ተነፊጉ ባርነት ነጊሱ ፋሕፋሕ ካብ ዝብል ነዊሕ ግዜ ገይሩ ይርከብ ስለዚ ድማ እቲ እንኩ ኣማራጺ ዘላቶ ከም ናይ ኣቦታቱ ንናጽነት ዝተቓለሱ ንሓርነት ምቅላስ እዩ ስለዚ ኤርትራውያን ከም ህዝቢ ትርጉም ሓርነትን ሜላ ቃልስን ካብ ኣጸቢቕና ምፍላጥ ሓሊፍና ቃልሲ ንሓርነት ፍትሕን ንወለዶታት ምድግጋምን ምምሕልላፍን ዝተበገሰ ዳርጋ ባህልና ካብ ዝኸውን ውሕድ ኣይቆጸረን ነገር ግን ወዲ ስራሕ ማዕጾ ዝብወሰዶ እዩ ድመስል እቲ ኣብ ዝተፈላለየ ኣብ ናይ መግዛእቲ እዋናት ካብ ጥልያን ጀሚርካ ክሳብ ደርጊ ፍትሕን ሓርነትን ተመጢሉ ዘይፈልጥ ህዝቢ ደቁ ብቓልሲ ምስ ዝረጋገጹሉ ሓርነት ብኻልእ ሓይሊ ክረጋገጹሉ እውን ተጸብዩ ይፈልጥን። ይኹን ደኣ እምበር ሽሕ ግዜ ልኡላውነት መሰላን ዝተኸብረት ሃገር ክምስርት እኳ እንተበቕዐ መሰል ዜጋታቱ እተኽብር ሃገር ግን ዛጊት ክምስርት ኣይከኣለን ዘሎ። እዚ ከምዚ እሉ እናሃለወ ኣብዚ ሕጂ እዋን ደላይ ፍትሒ ሒዝዎ ዘሎ መስመር ቃልሲ ሰላማዊ ቃልሲ እዩ። እዚ ድማ ኣድማዕነቱ ኣብ ምርግጋጽ፣ ፍትሒ ክትምርምር ኣብ ትፍትነሉ፣ Delusional፣ ወይ ካብ ሰናይ ድሌት ዝተበገሰ ንፍትሒ'ዩ። ካብ ዓቐኑ ዝሓለፈ ምረትን ኣደራዕን ዝነቐለ ደኣምበር፣ ኣብ ባይታ ተጨባጢ ውጽኢት ንምርካብ ኣብ ስራሕን ንቕሓትን ምቅይያራት ናይ ኣቀላልሳ ከም ዘድሊ ይበርሃልካ። ምኽንያቱ ኣብ ሰላማዊ መሰልን መሰረታዊ ምርጫ ህዝብን ዘየኽብር መንግስቲ፣ ሰላማዊ ቃልሲ ከም መሰል ክወሃበካ ወይ ከም ምርጫ ተልዕሎ ስለ ዘይኮነ። ከም ካልኣይ ከም ኣርእስቲ ክመጽእ ዝኽእል ድማ ኮን ዶኾን ተባሂሉ ሰላማዊ ቃልሲ ንፍትሒ እንተ ትመርጾ እውን እቲ ጎሊሑ ዝረኣየካ ቃልሲ ንፍትሒ መካኒዝም ወይ ድማ ናይ ኣፈጻጽማ ኣገባብ ዘይምህላው እዩ። ዝያዳ ንምብራህ፣ ኣብ ቃልሲ ንፍትሒ ዝካየድ ዘሎ እዋን ካብ ሰናይ ድሌትን ባህግን ንፍትሒ ዘመብገሲኦም ቀጻሊ ዝጥቀሱ ነገራት እንተለዉ ሰላም ምስ ኮነ ቅዋም ክምስረት እዩ፣ ሰላም ምስ ኮነ ኩሉ ዜጋ ማዕረ መሰል ክህልዎ እዩ፣ ሰላም ምስ ኮነ እሱራት ክፍትሑ እዮም፣ ሰላም ምስ ኮነ ናይ ሃይማኖት እሱራት ነጻ ክበሃሉ እዮም ዝብሉ እዮም። ካልእን ኣፍካ ዝመልኡ ተስፋታት እዞም ህዝቢ ክትግበሩ ዝጽበዮም ተስፋታት ንሕጂ ከም ደበና ተንጠልጢሎም እኳ እንተለዉ፣ ይርሓቕ ይቕረብ ግን ምዝናቦም ዘይተርፎም እዮም። ካብ ኮነ ከምቲ ልዕል ኢልና ዝጠቐስናዮ ናይ ኣተገባብራ ሃጓፍ ወይ ላክ ኦፍ መካኒዝም ምህላዉ እዩ። ኮታስ ነገሩ ተዘይሜትክን ጥዕና ኣለክን ይመስል። ኣብ ክንዲ ዘለካ ሓይሊ ናብ ሓደ መኣዝን ኣቕኒዕካ ነቲ መሰረታዊ ናይ ሓባር ዕላማ ምውቃዕ ወይ ብንጹር ኣገላልጻ ነቲ ኣብ ኤርትራ ምርጫታት ህዝቢ ጨውዩ ዘሎ ጉጅለ ኣሊኻ ንምርጫታት ህዝቢ ምትግባር ሰላም ምስ ኮነ ከምዚ ክኸውን ኣለዎ እንዳበልካ ነንሕድሕድካ ምፍጣጥን ውልቃዊ ምርጫታት ምቕዳምን እዩ። እቲ ቀንዲ ዕላማ ኣብ ኤርትራ ሰላም ናይ ምስፋን ሓበራዊ ዕላማ ጎሲኻ ኣብ ኤርትራ ሰላም ምስ ኮነ ክኾኑ ዘለዎም ባእታታት ምትኳር ማለት እዩ። ኣነ ሓጺርኒ ይብል ንሱ ተደቢሩ ይስዕስዕ ከይከውን ነገራቱ እዚ ከኣ ሰላምን ራህዋን ኤርትራ ብተኣምር ክኽውን ካብ ምጽባይ ሓሊፉ ንምክዋኑ ዘዕድም ኣይኮነን። ኣብ መወዳእታ ከስምረሉ ዝደሊ እንተሎ ዝኾነ ክህልወና ዝኽእል ሕቶ ወይ ከም ዜጋታት ክትግበረልና እንደልዮ ነገር እንተሃልዩ ክሳብ ኤርትራ ሰላም ኮይና ቅዋም ትጽድቕ ምጽባይ ዝመስሎ የለን። ምኽንያቱ እቲ ክምልስ ወይ ክትግበር ዝኽእል ኣካል ነፍሲ ወከፍ ዝሓተቶ ሕቶ ብህዝቢ ዝተድገፈ ቅዋም መሰረት ገይሩ ከምልስ ስለ ዘለዎ። ተዘይኮይኑ ኣድጊ ተሓጺቡ ናብ ሓመዱ ከይኮነና ክንጥንቀቕ ይግባእ። ምሳኹም ጸናሕኩ መርሃዊ ክፍሎም'የ። Thank you።